ኣብ ነዊሕ ጉዕዞ ውዒሉ ሓመድ ተሸፈነ ዕምባባ ነብስኽን ምጋብ ተኸደነ። ሰላም ሰላም ፍትዋት ተኸታተልተይ እንኳዕ ብሰላም መጻኹም። ንዝተወሰነ ግዜ ካብ ዩትዩብ ርሒቐ ነይረ ድሕሪ ዝተወሰነ ግዜ ተመሊስና ተራኺብና ኣለና። ኣነ እኳ ሓቂ ንምዝራብ ከምዚ ኢለ ተመሊሰ ሞራል ረኼበስ ዝዛረብ ኣይመሰለኒ ነይሩ። ብሞራል ብምኽሪ መሓዙተይ ኣሕዋተይ ፈተውተይ ግን ኣብዚ ቀረባ መዓልቲ ዩቱበይ ምስ ከፈትኩ ቀንዲ ሎም መዓልቲ ሓይሊ ኣኻኺበ ዘጋጠመኒ ዝሓለፍኩዎ ክዛረበኩም ዝገደደኒ ምክንያት ናይ ብጣዕሚ ብዙሓት ካብ ትፅቢተይ ካብቲ ዝተፀበኽዎ ካብቲ ዝሓሰብክዎ ንላዕሊ ኣብ ዝተፈላለየ ፖስት ዝገበርክዎ ቪድዮታት ናበይ ከይዳ ድሃያ ትፈልጡ ኣድራሻዋ ትፈልጡ ብሰላም ድያ እንታ ኮይንኪ ጠፊእኺ ዝብል ኣንቢበ ምውዳእ ክስካዕ ዝስእኖ ብጣዕሚ ብዙሕ ኮሜንታት ተፃሒፉ ምስ ረኸብኩ ክንድኡ ዝኣክል ፈታዊ ክንድኡ ዝኣክል ብኣይ ዝሻቐል ሰብ እንድሕር ሃልዩሲ ንምንታይ ዘጋጠመኒ ዘይዛረቦም ኢለ ካብ ሻቐሎት ንኸድሕነኩም እየ ቪድዮ ክሰርሕ ወሲነ ብመጀመርያ የቐንየለይ ብጣዕሚ እየ ዘመስግን። ብምቕጻል ዘጋጠመኒ ፈሊጥኩምን ሰሚዕኩምን ብዝተፈላለየ እናደወልኩምን እናጽሓፍኩምን ተደጋጋሚ ዘየልዓልክኹም ዘይመለስኩልኩም ይቅርታ ንኹላትኩም ምክንያቱ ስልኪ ከምዕረ ጸላእኩሉ ኩነታት ስለ ዝነበርኩን ዘለኹን እየ ህይወት ሓድሓደ ግዜ ንመነዮ ንሓልሞ ካልእ ተዳልወልና ግን ካልእ ኮይኑ ኣብዛ ንእስነት ዕድመይ ዝመረረ ዝበሃል ስቅያት ሓዘን ኣስተኣናጊደ ስለ ዝሓለፍኩ ሞት ትፈትዎ ሰብ ርኢኻ ምንባር ወይ ትፈትዎ ሰብ ቀቢርካ ምንባር ማዕረ ክንደይ ስቓይ ምዃኑ ማዕረ ክንደይ ከቢድ ምዃኑ ስለ ዝርደአኒ ዝሓልፈለይ መሲሉኒ ልዕሊ ኩሉ ዝፈርሖ ዝሻቐሎ ዋላ ቅድሚ ኩሉ ዘፃልቶ ደጊመ ብሞት ዝፈትዎ ከይቅፃዕ ደጊመ ሞት ዝፈትዎ ከይሰምዕ እዩ ነይሩ። ግን ዕድል ኣይገበርኩን ኣብዚ ተዛሪበየ ዘይፈልጥ ዝመረረ ዝበሃል ስቓይ ዝሕለፍኩሉ ቅድሚ ሕጂ ኣቦይ ወላድየ ብሞት ዝሰኣንኩሉ ቅፅበት እዩ ነይሩ ኣቦኹም ርኢኹም ዝሰኣንኩም ትማሊ ፍሉይ ፍቕሪ ፍሉይ ክብሪ ፍሉይ ሕንቃቐ ነይሩኩምስ ሃንደበት ሞት መጽያ ብጭካነ ምንጥል ዘበለትኩም ብፍላይ ከምዚ ናተይ ዓይነት የዋህ ለጋስ ጻዕራም ሰራሕተኛ ዓይኒ ዓይንኹም እናጠመተ ዘብልዕ በሊዕኹም ትጸግቡ ዘይመስሎ እዚ ስዝስዐልኩም ልዕሊ መጠን ዝፈትወልኩምን ዝጭነቐልኩምን ደቁ ሓዳሩ ገዝኡ ዝፈቱ ዝኾነ ዋላ ክትምክሐሉ ዋላ ክትምነ እንተኮይንካስ ብዓርሰ እምነት ኣቦይ ዝመስል ኢልካ ወይ ከም ኣቦይ ኢልካ ቅድሚ ኩሉ ክትፅዋዕ ትኽእል ኣቦ ዝነበረኩም እሞ ሃንደበት እዚ ኩሉ እዚ ለመድክምዎ ካብ ብህፃንነትኩም እዚ ለመድክምዎ ነገር ዘልመደኩም ነገር ሕልሚ ብዝመስል መልክዑ

ግን ኣብቲ ዘይጎደለካ ኣብቲ ዝረኸብካዮ ቁፅሪ ክህልወልካ ኢኻ ትደልዩ ተዝህልያ ኢኻ ትብል ክህሉ ንዘይኽእል ተዝህልያ ክሰምዐካ ንዘይኽእል ተዝሰምዐኒያ ተዝምለስያ እናበልካ ኣብ ዘይምለስ ኣብ ዘይርእየካ ኣብ ዘይሰምዐካ ሕድሕድ ትዝታታቱ ሕድሕድ ዝምነየልካ ዝነበረ ዝዛረበካ ዝነበረ ሕልምታቱ፣ መልክዑ፣ ሕድሕድ ኩሉ ተኣኪቡ ናብ ሕልናኻ እናመፀ ዕድመ ዝወሰኽካ ቁፅሪ ቁስልኻ እናሰፍሐ ከም ሰብ መጠን ክትነብር ስለ ዘለካ ጥራሕ ሓንቲ ዘላትካ መማረፂት ክትሽከሞ ስለ ዘለካ ጥራሕ ስንኻ ነኺስካ ቁስልኻ ትፍውስ ስለ ዘለካ ጥራሕ ተረዲእኻ ምንባር ብጣዕሚ እዩ መሪር ኣነ ግዴታ ክሽከሞ ስለ ዘለኒ ጥራሕ ዋላ ልዕሊ ዓቕመ ይኹን ክሽከሞ ስለ ዘለኒ ጥራሕ ተሸኪመ እዩ ዝሓለፍኩ ስነይ ንኺሲ ክቃለሶ ስለ ዘለኒ ጥራሕ መማረፂ ከም ዘይብሉ ተረድኤ ስነይ ንኺሰ ዝሓለፍክዎ ብዙሕ እዩ ዝተፈላለየ መልክዕን ክብደትን ዘለዎም ስምዒታት ነስተኣናገድኩ ከም መብዛሕትኡ ሰብ ዝሓለፍክዎ ብዙሕ እዩ ግን በቃ ብኡ ዝሓልፍ እዩ ዝመስለኒ ነይሩ እቲ ሓንቲ መማረፂ ዘይብላ ፈተና ምዃና ዝተረዳእኽዎ ኣነ ሞት ጥራሕ እያ ካልእ መማረፂ ዘለዎ ዕንቅፋት ተጋጢሙኒ በቃ ከም ማንም ሰብ ከም ሰብ መጠን ከማረር ይኽእል እምበር ወይ ቀሊለ ክሓልፋ እየ ነብሰይ ፅናዕኒዐ ባዕለይ ክሓልፋ እየ ወይ ትስካዕ መወዳእታ ተቓሊሰ መፍትሒ ክደልየላ እዩ ሞት ግን መፍትሒ ከም ዘይብላ መማረፂ ከም ዘይብላ መፅናዕንዒ ከም ዘይብላ እየ ኣነ ዝርድኦ እዚ ኩሉ ሓሊፈ ምስ ኩሉ ናፍቆተይ ኣብዛ በኺኻ እኳ ክተተንፍሰላ ዘይትኽእል ዓዲ ኮይነ ብጣዕሚ ዝፈትዎ ዝስስዐሉ ሓወይ እንደገና ሞይቱ ተባሂለ